ከምዚ ኣጋጢምካ ይፈልጥ ዶ ሓደ ሰብ ስሙ ይነግረካ ድሕሪ ሓሙሽተ ደቂቅ ግና ሽሙ ጠፊኡካ ትሽገር ወይ ከኣ ንሓደ ፈተና ወይ ስራሕ ምስ ከድካ ኩሉ እቲ ዘጽናዕካዮ ንፋስ ሒዝዎ ከም ዝከደ ኮይኑ ይስመዐካ እቲ ሽግር ናይ ዝክሪ ሕጽረት ዘይኮነስ ነቲ ኣብ ውሽጢ ርእስና ዘሎ ሱፐር ኮምፒተር ከመይ ጌርና ከም እንጥቃመሉ ስለ ዘይፈለጥና ጥራዩ ሎሚ ስነ ፍልጠት ነቲ ዘይርሳዕ ዝክሪ ንምህናጽ ዝረከቦም ዓበይቲ ምስጢራት ከካፍለኩም እየ ኣብ መወዳእታ እዛ ቪድዮ ድማ ናይ ዝኽሪ ደረጃኹም ዝዕቅን ሓጺር ፈተና ክንገብር ኢና። ነዛ ቪድዮ ላይክ ብምግባር ይጀምሩ። ስድራ ናይዚ ቁምነገር ቻናል ተዘይኮይንኩም ድማ ሰብስክራይብ ብምግባር ኣባል ስድራቤትና ይኹኑ። ሓንጎል ወዲ ሰብ ኣብ ዓለም ካብ ዘለዉ ዝተሓላለኹ ነገራት እቲ ዝበለጸ ስፖር ከምፒተር እዩ። ግናኸ ሓደ ዘገርም ሓቂ ኣሎ። ሓንጎልና ንኽንዝክር ጥራይ ዘይኮነስ ብዓለሙ ንኽንርስዕ ተባሂሉ እዩ ተሃኒጹ። እወ፣ ምጥፋእ ሓበሬታ ወይ ድማ ፎርጌቲንግ ንባዕሉ ሓደ ካብቲ ንሓንጎልና ካብ ሲስተም ኦቨርሎድ ወይ ድማ ካብ መጠን ንላዕሊ ጽዕነት ዝከላኸሉ ስነ-ህይወታዊ መከላኸሊ እዩ። ግናኸ፣ ስለምንታይ እዩ እቲ ክንርስዖ ዝግብኣና ዘይጠቅም ሓበሬታ ኣብ ኣእምሮና ተቐሪጹ ዝተርፍ፣ እቲ ኣገዳሲ ዝበልናዮ ትምህርቲ፣ ስራሕ ወይ ዕማም ግና ከም ትኪ ዝበንን? እቲ ፍልልይ ኣብቲ ብልሒ ሓንጎልካ ዘይኮነስ ኣብቲ ንሓንጎልካ እትህቦ ባዮሎጂካዊ ትእዛዝ እዩ። ሎሚ ነቲ ንኣሽሓት ዓመታት ተሓቢኡ ዝጸንሐ ሕጂ ግና ስነ-ኣእምሮ ወይ ድማ ኒውሮሳይንስ ዘረጋገጾም ዓበይቲ ኣዕማድ ተዘክሮ ክንርኢ ኢና። ኣብዚ ቪድዮ ነቲ ናይ ዶፓሚን ምስጢር ክነግረኩም'የ። ስለምንታይ ኢና ሓደ ዘይረብሕ ፊልም ርኢና ንዓመታት ንዝክሮ? ሓደ ገጽ መጽሓፍ ኣንቢብና ግና ድሕሪ ሓሙሽተ ደቒቕ ዝጠፍኣና። እዚ ምስቲ ኣብ ሓንጎልና ዝፍጠር ናይ ስምዒት ማሕተም ወይ ድማ ኢሞሽናል ታጊንግ ዝተኣሳሰረ እዩ። እቲ ዝዓበየ ሕቶ ግና ነዚ ተፋጥራዊ ኣሰራርሓ ተጠቒምና ከመይ ጌርና ንሓንጎልና ፎቶግራፊክ ሜሞሪ ከም ዝህልዎ ክንገብሮ ንኽእል? ነዚ መልሲ ንምርካብ መጀመርታ ነቲ ኣብ ውሽጢ ሓንጎልና ዘሎ ሂፖካምፐስ ዝተብሃለ ክፍሊ ሓበሬታ ናብ ክላውድ ወይ ድማ ነባሪ ዝኽሪ ከም ዝሰድድ ክንገብሮ ኣለና። ከመይ ጌርና ንሓንጎልና ክንእዝዞ ከም እንኽእል ኣብዚ ቪድዮ ክገልጸልኩም እየ። እቲ ቀዳማይ ምድግጋም ወይ ድማ ስፔስድ ሪፒቲሽን ይበሃል። ስነ-ፍልጠት ኣእምሮ ካብ ዝረኸቦም ንዝኽሪ ንምዕቃብ ዝበለጸን ዝሓየልን መሳርሒ እዩ። እቲ ሃርማን ኣቢንግሃውስ ዝተብሃለ ስነ-ኣእምሮኣዊ ተመራማሪ ናይ ምርሳዕ መስመር ወይ ድማ the forgetting curve ንዝተብሃለ ክስተት ኣጽኒዕዎ። ሓደ ሓድሽ ሓበሬታ ምስ ተምሃርና ኣብ ውሽጢ ዕስራን ኣርባዕተን ሰዓታት ዳርጋ ሰብዓ ሚእታዊ ንርስዖ። Spaced Repetition ግዜ ማለት ድማ ነቲ ሓበሬታ ልክዕ ክንርስዖ ከለና እናደገምና ነቲ ናይ ምርሳዕ መስመር ንላዕሊ ንሰቕሎ ማለት እዩ። ሓበሬታ ኣብ ክንዲ ብሓንሳብ ወይ ድማ Cramming ንደግሞ ኣብ መንጎ እቶም ድግማታት ናይ ግዜ ጋግ ንገብር። ንኣብነት ሓደ ሓድሽ ናይ ስነ-ፍልጠት ትርጉም ወይ ናይ ቋንቋ ቃል ክትሕዝ ደሊኻ ንበል። ቀዳማይ ድግማ ልክዕ ምስ ተምሃርካዮ ወይ ድማ ድሕሪ ሓሙሽተ ደቒቕ፣ ካልኣይ ድግማ ድሕሪ ሓደ መዓልቲ፣ ሳልሳይ ድግማ ድሕሪ ሓደ ሰሙን፣ ራብዓይ ድግማ ድማ ድሕሪ ሓደ ወርሒ። በዚ ኣገባብ እቲ ሓበሬታ ካብቲ ሓጺር ዝኽሪ ወይ ድማ Short Term Memory ናብቲ ነባሪ ዝኽሪ ወይ ድማ Long Term Memory ይጓዓዝ። ካልኣይ ንጡፍ ምምልላስ ወይ ድማ Active Recall እዩ። እቲ ንሓንጎልካ ዝሃንጽ ናይ ኣእምሮ ስፖርት። መብዛሕትኤና ሰባት ፓሲቭ ስታዲ ኢና ንጥቀም፣ ማለት መጽሓፍ ደጋጊምና ምንባብ ወይ ቪድዮ ደጋጊምና ምርኣይ፣ እዚ ግና ንሓንጎልና ከም ዝተረዳእና ጥራይ'ዩ ዝመስሎ ወይ ድማ ኢሉዥን ኦፍ ኮምፕተንስ። ንጡፍ ምምላስ ግና ንሓንጎልና ነቲ ሓበሬታ ካብ ውሽጢ ፋይል ኣውጺኡ ንኽጥቀመሉ የገድዶ። ብሓጺሩ ዝኽሪ ዝህነጽ ብምእታው ዘይኮነስ ብምውጻእ'ዩ። መብዛሕትኡ ግዘ ሓደ ነገር ደጋጊምና ምስ ረኣናዮ ሓንጎልና እወ ይፈልጦ'የ ይብለካ፣ እዚ ግና ሪኮግኒሽን ጥራይ'ዩ። ንኣብነት ሓደ ሰብ ክትረክብ ከለኻ ገጽካ ይፈልጦ'የ ትብል፣ እዚ ሪኮግኒሽን'ዩ። ግናኸ ስሙ ክትጽውዕ ትጽገም፣ እዚ ሪኮል'ዩ። ንጡፍ ምምላስ ማለት እቲ ገጽ ጥራይ ዘይኮነስ እቲ ስም እውን ብሓይሊ ኣእምሮኻ ተደልዩ ከም ዝወጽእ ምግባር እዩ። ኣብ ስራሕ ወይ ኣብ ህይወትካ ዝተሓላለኸ ውሳነ ክትውስን ወይ ሓድሽ ነገር ክትመሃር ከለኻ እዚ ተግባር ኩሉ እቲ ትፈልጦ ነገር ኣብ ባዶ ወረቐት ጸሓፎ። ምንም መወከሲ ኣይትርኣ። ክትጽሕፍ ከለኻ ክትዝክሮ ዘይከኣልካ ነጥቢ እታ ንሓንጎልካ ዘይዓቀባ ሓጓፍ ምዃና ትፈልጥ። እቲ ቃልሲ ንባዕሉ እቲ ዝኽሪ ይሃንጾ እዩ። ምሸት ናብ ዓራትካ ክትድቅስ ምስ ከድካ ድማ፣ ሎሚ ምሉእ መዓልቲ እንታይ ውዒለ፣ ምስ መን ተራኺበ፣ እንታይ ተዛሪበ ኢልካ ከም ፊልም ብኣእምሮኻ ቅረጾ። እዚ ንሓንጎልካ ሓበሬታ ናብ ነባሪ ዝኽሪ ወይ ድማ Long Term Memory ንኽሰጋግሮ ዝህቦ ናይ መወዳእታ Confirm ወይ ድማ ትእዛዝ እዩ። ቀሊል ምዝካር ንነዊሕ ኣይጸንሕን፣ ከቢድ ምዝካር ግን ንዘለኣለም ይተርፍ። እቲ ሳልሳይ ሚስጥር ምትእስሳር እዩ፣ ወይ ድማ the science of association። ኣብ ስነ-እምሮ ወይ ድማ ኒውሮሳይንስ፣ ዝኽሪ ማለት ሓደ ንጽል ንጥቢ ዘይኮነስ ርክብ ወይ ድማ ኮኔክሽን እዩ። ሓንጎልና ልክዕ ከም መርበብ ዓንደሪቦ ወይ ድማ ስፓይደር ዌብ እዩ ዝሰርሕ። ሓንቲ ነጥቢ እንተ ተተንኪፋ እቲ መርበብ ምሉእ ይንቀሳቐስ። ምትእስሳር ማለት ድማ ነቲ ሓድሽ ክትዝክሮ ትደሊ ሓበሬታ ኣብቲ ድሮ ዘሎ መርበብካ ምልጋብ ማለት እዩ። ሓንጎልና ረቂቕ ሓሳባት ወይ ድማ ኣብስትራክት ኮንሰፕት ንምዝካር ይጽገም እዩ። ንኣብነት ቁጽርታት፣ ስማት ወይ ቴክኒካዊ ቃላት ንባዕሎም። ትርጉም ስለ ዘይብሎም ሓንጎልና ኣየድልይን እዩ ኢሉ ይድርብዮም። ምትእስሳር ግና ነዞም ትርጉም ዘይብሎም ነገራት ምስቲ ስምዒት ወይ ትርጉም ዘለዎ ነገር የላግቦም። ሓደ ሓሳብ ክትዝክር እንተ ደሊኻ ምስ ሓደ ዘስሕቕ ወይ ዘቖጥዕ ምስሊ ኣተሓሕዞ። ንኣብነት ሓደ ሰብ ኣብርሃም ይበሃል እንተ ኢሉካ፣ እቲ ሰብ ልክዕ ከምቲ እትፈልጦ ዓርክኻ ኣብርሃም ኮይኑ ንዓኻ ክጸርፈካ ወይ ክስሕቐካ ሕሰብ። እቲ ስምዒት ነቲ ስም ክሓትሞ እዩ። ምትእስሳር ክሰርሕ እንተኾይኑ እቲ ምስሊ ኖርማል ክኸውን የብሉን ሓንጎልና ንቡር ነገር ይርስዕ እዩ እቲ ምትእስሳርካ ዓቢ ዘገርም ዘስሕቅ ወይ ዘይተለምደ ክኸውን ኣለዎ ንኣብነት ንሓደ ሰብ ክትዝክሮ ክትብል ከምቲ ንቡር ሰብ ዘይኮነስ ክልተ ሜትሮ ዝቁመቱ ጻዕዳ ሽባር ዝለበሰ ጌርካ ስኣሎ ሓንጎልካ እዚ ነገርዚ ዘገርም እዩ ኢሉ ስለዝሓስብ ነቲ ምትእስሳር ኣብ ፍሮንትሮው ናይ ዝኽርኻ የቀምጦ ምትእስሳር ማለት ንሓድሽ ሓበሬታ ኣብቲ ድሮ ዘሎ ናይ ፍልጠት መርበብካ እትተኽለሉ ምስማር እዩ። ብዘይ ምስማር ዝተሰቕለ ስእሊ ይወድቕ ጥራይ ዘይኮነስ ይፈርስ እዩ። ራብዓይ፣ ዓሚቕ ድቃስ ወይ ድማ Deep Sleep እቲ ናይ ሓንጎል ሴቭ በተን እናተብሃለ ይፍለጥ እዩ። ሓንጎልና ክንመሃር፣ ወይ ሓበሬታ ክንእክብ ከለና፣ እቲ ሓበሬታ ኣብቲ ሂፖካምፐስ ዝተብሃለ ግዝያዊ መኽዘን እዩ ዝቕመጥ። እዚ ቦታ እዚ ጸቢብ እዩ። ድቃስ ወይ ድማ ብፍላይ ድማ እቲ ዲፕ ስሊፕ ዝበሃል ክፍሊ ነቲ ሓበሬታ ካብቲ ግዝያዊ መኽዘን፣ ናብቲ ኒዮኮርቴክስ ዝበሃል ነባሪ መኽዘን ወይ ድማ ሎንግ ተርም ሚሞሪ ዘሰጋግረሉ ግዜ እዩ። ብዘይ ድቃስ ምጽናዕ ወይ ሓበሬታ ምእካብ ልክዕ ከምቲ ኣብ ኮምፒተር ብዙሕ ጽሑፍ ጽሒፍካ ሴቭ ከይበልካዮ ፓወር ዝጠፍኣካ ሕሰቦ። ክንድቅስ ከለና ሓንጎልና ነቶም ብሰንኪ ሓሳባት ዝተፈጥሩ መርዛማት ወይ ድማ Waste Products ዝሓጽበሉ ግዜ እዩ። ድቃስ እንተሓጺሩካ ሓንጎልካ ጭቃ ዝመልኦ ሞተር ኮይኑ ይተርፍ። መደቀሲኻ ጸልማትን ዝሑልን ክኸውን ኣለዎ። እቲ ሰማያዊ ብርሃን ወይ ድማ Blue Light ስልኪ ንሓንጎልካ ጸሓይ ኣላ ኢሉ ከም ዝሓስብ ስለ ዝገብሮ እቲ ናይ ድቃስ ሆርሞን ወይ ድማ ሜላቶኖይን ከይመጽእ ይዓግቶ። እቲ ሓምሻይ ድማ Hydration እዩ ወይ ድማ ማይ ምስታይ። ሓንጎልና ሰብዓን ሓሙሽተን ሚእታዊት ማይ እዩ። ኣብ ውሽጢ ሓንጎልና ዝካየድ ዝኾነ ምንቅስቓስ ሓሳብ ብኤሌክትሪክ እዩ ዝሰርሕ። ማይ እንተሓጺሩካ ድማ እቲ ኤሌክትሪክ ብቕልጣፈ ክመሓላለፍ ኣይኽእልን። ብውሑዱ ክልተ ሚእታዊት ናይ ማይ ሕጽረት ወይ ድማ Dehydration እንተጋጢሙካ ናይ ምትኳር ወይ ድማ Focus ናይ ምግባር ክእለትካን ዝኽርኸን ብዒስራ ሚእታውት ክጎድል ይኸእል እዩ። ሓንጎልና ሙሉእ ለይቲ ክሰርሕ ስለ ዝሓድር ንግሆ ክንትስእ ከለና ኣዝዩ ዝጸምእ ወይ ድማ ዲሃይድረይትድ እዩ ዝኸውን። ንግሆ ቅድሚ ቡን ወይ ምግቢ ሓደ ዓቢ ብርጭቆ ማይ ምስታይ ንሓንጎልካ ሪቡት ይገብሮ። ምልክታት ተዓዘብ፣ ርእሲ ሕማም፣ ድኻም ወይ ሓሳባትካ ክትኣክብ ምጽጋብ፣ መብዛሕትኡ ግዘ ሕጽረት ማይ እዩ። ቅድሚ ኪኒን ምውሳድካ ማይ ስተ። ሓንሳብ ክልተ ሊትሮ ማይ ምስታይ ዘይኮነስ ሙሉእ መዓልቲ እናመሓውካ ምስታይ ንሓንጎልካ ብቐጻሊ ጠሊ ከም ዝረክብ ይገብሮ። ሕጂ ድማ ናይ ዝኽሪ ደረጃኹም ንምፍላጥ እዚ ፈተነ ክንገብር ኢና። እዞም ዝስዕቡ ዓሰርተ ቃላት ንዓሰርተ ሰኮንድ ጥራይ ተዓዘብዎም፣ ሽዑ ነታ ቪድዮ ደው ኣቢልኩም ንምዝካር ፈትኑ እሞ ክንደይ ዝኣኽሉ ቃላት ከም ዝዘከርኩም ኣብ ኮመንት ኣፍልጡኒ። ቀዳማይ ሳሙና ካልኣይ ሽኮር ሳልሳይ ሳንጣ ራብዓይ ቁልፊ ሓምሻይ ጃኬት ሻድሻይ ጽላል ሻብዓይ መኪና ሻምናይ ስልኪ ታሽዓይ ባኒ ዓስራይ ወርቂ ሕራይ ሕጂ ነዛ ቪድዮ ደው ኣቢልካ ክንደይ ቃላት ከም ዝዘከርካ ንነብስኻ ፈትና ወዲእካ ዶ ማእከላይ ዓቕሚ ምዝካር እንተሃልዩካ ካብዞም ዓሰርተ ቃላት ካብ ሓሙሽተ ክሳብ ሸውዓተ ክትዝከር ትኽእል ኢኻ። ምናልባት ዓሰርቲኦም ዝሰከርካ እንተሃሊኻ ድማ ጽቡቓ ምምዝካር ኣለካ ማለት እዩ። ሕጂ ድማ ከመይ ጌርና ብቶም ኣብ ላዕሊ ዝተመሃርናዮም ብስሩዕ ጽውጽዋይ ንዝክሮም። ነዚ ዝስዕብ ታሪኽ ልክዕ ሕጂ ይኸውን ከም ዘሎ ጌርኩም ሰኣልዎ። ንግሆ ተሲእኹም ናብ ሸቓቕ ትኣትዉ እሞ ብዓቢ ሳምና ክትሕጸቡ ከለኹም እቲ ሳምና ጣዕሙ ከም ሽኮር ይጥዕም ካብኡ ወጺኹም ነቲ ሽኮር ዝመሰለ ሳምና ኣብ ውሽጢ ሳንጣ ትገብርዎ እሞ ነቲ ሳንጣ ብዓቢ ቁልፊ ትዓጽዎ ንደገ ክትወጹ ክትብሉ ኣዝዩ ስለ ዝሰሓለ ጃኬት ትለብሱ ብላዕሊ ደማ ዝናብ ስለ ዘሎ ጽላል ትሕዙ ደገ ምስ ወጻኹም ድማ ኣብ ውሽጢ መኪና ኮፍ ትብሉ ኣብ ውሽጢ መኪና ኮይንኹም ስልኪ ክትድውሉ ከለኹም እታ ስልኪ ከም ባኒ ልስልስ ትብለኩም። ነታ ባኒ ዝመሰለት ስልኪ ክትነኽስዋ ከለኹም ድማ ኣብ ውሽጢ እታ ባኒ ብዙሕ ናይ ወርቂ ሳንቲማት ይርከብ። ስለምንታይ እዩ እዚ ዝሰርሕ? እዚ ሜላ እዚ ሰንሰለታዊ ምትእስሳር ወይ ድማ ቼይኒንግ ይበሃል። ሓንጎልና ነቲ ሓደ ምስቲ ሓደ ስለ ዘላገቦ ሓንቲ እንተዘኪርካ እታ ትቕጽል ባዕላ ትመጽእ። እቲ ምስሊ ዝያዳ ዘገርም ሳሙና ዝጥዕም ሽኮር እንተኾይኑ ድማ ሓንጎልካ ከም ኣገዳሲ ሓበሬታ ገይሩ ይምዝግቦ። ኣብ መጀመርታ እዛ ቪድዮ ሓደ ዓቢ ሕቶ ኣልዒልና ኔርና፣ ስለምንታይ ኢና ሓደ ዘይረብሕ ፊልም ወይም ወረ ንዓመታት ንዝክሮ፣ እቲ ኣገዳሲ ዝበልናዮ ዕማም ግና ከም ትኪ ዝበንን? ሕጂ መልሱ ንጹር'ዩ። ሓንጎልና ፊልም ዝዝክረሉ ምኽንያት እቲ ፊልም ስእላዊ ስለዝኾነ'ዩ፣ ስምዒታዊ ስለዝኾነ፣ ከምኡ ድማ ሰንሰለታዊ ምትእስሳር ስለ ዘለዎ እዩ። ንሓንጎልና እዚ ነገር'ዚ የገርም እዩ፣ ንህይወትና ድማ ኣገዳሲ ኢሉ ዶፓሚን ይፍኑ። ካብ ሎሚ ጀሚርኩም ዝኾነ ነገር ክትዝክሩ ክትደልዩ ከለኹም ብተራ ቃላት ኣይትቃለሱ፣ ኣብ ክንድኡስ ከምቲ ሎሚ ዝረኣናዮ ብዓይንኹም ሰኣልዎ ወይ ድማ ቪዝዋላይዜሽን ምስ ሓደ እትፈልጥዎ ቦታ ኣላግብዎ። ወይ ድማ ኣሶሴሽን ንሓንጎልኩም ካብ ውሽጡ ንኽረኽቦ ኣገድድዎ ወይ ድማ ኣክቲቭ ሪኮል። ዝኽሪ ሰብ ከም ዝተሓረሰ ግራት እዩ፣ እንተ ዘይዘሪእኻሉ ሳዕሪ ይቦቕሎ። ነቲ ሎሚ ዝሃብኩምዎም ናይ ዓሰርተ ቃላት ብድሆ ክንደይ ዘኪርኩም? ነቲ ታሪኽ ተጠቒምኩም ዝዘከርኩምዎ ቃላት ኣብ ኮመንት ጽሓፉለይ። ኣብ ዝቕጽል ቪድዮ ብሓድሽ ሓሳብ ክሳብ ንራኸብ ሰላም ጽንሑ። የቐኔለይ።